ወዱ ንመራሒ ኣልቃዒዳ ዝነበረ ኦሳማ ቢንላድን ናብ ፈረንሳ ከይኣቱ ተኣጊዱ። ሚኒስተር ውሽጣዊ ጉዳያት ፈረንሳ ብሩኖ ራታልዮ ኣብ ዝሃቦ መግለጺ፣ ወዲ ኣርብዓን ሰለስተን ዓመት ዑመር ቢንላድን ኣብታ ሃገር ኣብ ዝነብረሉ ዝነበረ እዋን ኣብ ማሕበራዊ መራኸቢታት ንሽበራ ሞጒሱ ክብል እዩ ከሲሱ። ዑመር ቢንላድን ካብ ክልተ ሽሕን ዓሰርተ ሽዱሽተን ጀሚሩ ኣብ ሰሜን ፈረንሳ ኣብ እትርከብ ኖርማንዲ ክነብር ዝጸንሐ ኮይኑ፣ መነባብሮኡ ድማ መልክዕ ምድሪ ብምስኣል ኣብ ዝረኽቦ ኣታዊ ዝተመስረተ እዩ ነይሩ። ይኹን እምበር ዝነበሮ መንበሪ ፍቓድ ምስራዙ ስዒቡ ኣብ ክልተ ሽሕን ዕስራን ሰለስተን ካብ ፈረንሳ ወጺኡ እዩ። ናይዚ ምኽንያት ድማ ምስ ዝኽሪ ሞት ኣቦኡ ዝተኣሳሰር ምዃኑ ማዕከናት ዜና ፈረንሳ ይገልጻ። ዑመር ምስ ዜግነት ዓባይ ብሪጣንያ ዘለዋ ጄን ፊሊክስ ብራውን እትበሃል ሽማ ናብ ዘይና መሓመድ ኣል ሰባ ዝቐየረቶ ጓል ኣንስተይቲ ብዝነበሮ ሓዳር ኣቢሉ መንበሪ ፍቓድ ከም ዝረኸበ እዩ ይፍለጥ። ሚኒስተር ውሽጣዊ ጉዳያት ብሩኖ ራታልዮ ግን እቲ ሕጂ ዝወጸ ትእዛዝ ዑመር ብዝኾነ ይኹን ምኽንያት ናብ ፈረንሳ ተመሊሱ ከይኣቱ ንሓዋሩ ዝእገድ ምዃኑ እዩ ገሊጹ። ዑመር ካብታ ምስ በዓልቲ ቤቱ ዝነብረላ ዝነበረ ፈረንሳ ምስ ተባረረ ናብ ቀጠር ከም ዝኸደ ይግለጽ። ኣብ ስዑዲ ዓረብ ዝተወልደ ዑመር መበል ራብዓይ ወዱ ንመራሒ ኣልቃዒዳ ኦሳማ ቢን ላድን እዩ። ኣብ ኣፍጋኒስታን ኣብ ዝርከቡ መዓስከራት ጅሃዳውያን ልምምድ ገይሩ እኳ እንተነበረ ኣብ ክልተ ሽሕ ግን ካብ ወገን ኣቦኡ ወጺኡ ምስ ቅትለት ሰላማውያን ሰባት ምትእስሳር ክህልዎ ከም ዘይደለ ብምግላጽ ካብ ወላዲኡ ተፈልዩ እዩ። ኣብ ዝቐጸሉ ዓመታት ኣብ ልዕሊ ኣቦኡ ዝተሓላለኸ ስምዒታት ኣሕዲሩዮ። ኣብ ክልተ ሽሕን ትሽዓተን ዝተሓትመ ተዘክሮኡ፣ ኣቦኡ ምስ ዓለምለኻውያን ትካላት ስለያ ክሃድም ኣብ ዝፍትነሉ ዝነበረ እዋን ኣብ ኣሰካፊ ኩነታት ክዓቢ ከም ዝተገደደ ይገልጽ። ብሰንኪ ኣብ መላእ ዓለም ዝፈጸሞም ዓመጻት ንኣቦኡ ዝኸሓደ ኮይኑ፣ ገለ ሰባት ግን ንተግባራት ኣቦኡ ከመኽንዮ ከም ዝተሰምዐ እዮም ዝኸሱ። ጽኑዕ ሃይማኖታውን ሞራላውን ሕግን ዝኽተል ሕያዋይ ሰብ እዩ ክብል እውን ተዛሪቡ ምንባሩ ይገልጹ። ድሕሪ ሞት ኦሳማ ቢን ላደን ኣብ ክልተ ሽሕን ዓሰርተ ሓደን፣ ዑመር ቢን ላደን፣ ፍሉያት ሓይልታት ኣሜሪካ ኣቦኡ ብግቡእ ክቕበር ብዘይምፍቃዶም ዓለምለኻዊ ሕጊ ጥሒሶም ክብል ወቒሱ ነይሩ እዩ። ፈተውቱ ግን ብሰሉስ ናብ ፈረንሳ ንኸይኣቱ ምእጋዱ ቀልጢፎም እዮም ኮኒኖሞ ዘለዉ። ኣሳእሉ ንምሻጥ ዝሕግዞ ፓስካል ማርቲን ዝተብሃለ ውልቀሰብ፣ ዑመር ኣኽራርነቱ ፍጹም ከም ዝሓደጎ'ዩ ንማዕከን ዜና ሮይተርስ ገሊጹ። እቲ ዝበሃል ዘሎ ምስ ዑመር ዘራኽብ ነገር ከም ዘይብሉ ክነግረኩም ይኽእል ክብል ድማ ኣብ ጎኒ ዑመር ብምዃን ሞጒቱ እዩ ዘሎ። ይኹን እምበር ፈረንሳ ናብ ሃገራ ከይኣቱ ጠቕሊላ ኣጊዳቶ ኣላ። ማዕከናት ዜና ሶማል፣ ፕሬዝደንት እታ ሃገር ሓሰን ሼኽ ማሕሙድ ምስ ኤርትራዊ መዘንኡ ፕሬዝደንት ኢሳያስ ንምርኻብ ናብ ርእሰ ከተማ ኤርትራ ኣስመራ ከምዘቕንዐ ገሊጸን። እተን ማዕከናት ዘርጊሕንኦ ኣብ ዘለዋ ሓበሬታ፣ ፕሬዝደንት ሓሰን ሼኽ ማሕሙድ ኣብ ኤርትራ ኣብ ዝጸንሓሉ እዋን ብዛዕባ ምጥንኻር ክልተኣዊ ዝምድና ክልቲኤን ሃገራት ከዘራርብ ምዃኑን፣ ዞባዊ ጉዳያት'ውን ዝዛተየሉ ዛዕባ ክኸውን ምዃኑን ተገሊጹ። ፕሬዝደንት ሶማል ሓሰን ሼኽ ማሕሙድ፣ ኣብዚ ናብ ኤርትራ ዝገብሮ ዘሎ ምብጻሕ፣ ሚኒስተር ወጻኢ ጉዳያት ሶማል ኣሕመድ መዓልም ፈቒ ኣሰንይዎ ዘሎ ኮይኑ፣ እቲ ሚኒስተር ወጻኢ ጉዳያት ሶማል ዝኾነ ኣሕመድ መዓልም ፈቒ ድማ ምስ ፕረዚደንት ሶማል ናብ ኣስመራ ቅድሚ ምቕንዖም ኣብ መዓርፎ ነፈርቲ ንማዕከናት ዜና ሶማል ኣብ ዝሃቦ መግለጺ ኣብ ኤርትራ ኣብ ዝጸንሑሉ እዋን ምስ ሰበስልጣን ኤርትራ ዞባዊ ጉዳያት ዘተኮረ ዝርርብ ከካይዱ ከምዝኾኑ ኣብ ርእሲኡ ድማ ንኽልቲኤን ሃገራት ኣብ ዘርብሕ ወሰንቲ ጉዳያት ጸጥታን ምርግጋእ ዞባ ቀርኒ ኣፍሪቃን ኣመልኪቶም ሰፊሕ ዘተ ክገብሩ ምዃኖም ገሊጹ። ሓንቲ ጋሮ እትበሃል ናይ ሶማል ማዕከን ዘርጊሓቶ ኣብ ዘላ ሓበሬታ ድማ፣ ሓሰን ሼኽ ማሕሙድ ኣብ ኣስመራ ኣብ ዝጸንሓሉ እዋን ኣብ መንጎ ኤርትራ፣ ግብጽን ሶማልን ኣብ ዝካየድ ዝርርብ ክሳተፍ ከም ዝኾነን እዚ ከኣ መቐጸልታ ናይቲ እዘን ሰለስተ ሃገራት ኣብዚ ቀረባ እዋን እንዳሓየለ ዝመጽእ ዘሎ ዝምድነኣን ምዃኑ'ውን ተሓቢሩ። ድሮ ሓሰን ሼኽ ማሕሙድ ናብ ኤርትራ ክመጽእ ምዃኑ ተፈሊጡ ዝጸንሐ ኮይኑ፣ ኣብ ኣስመራ ድማ ባንዴራ ሶማልን ኤርትራን ኣብ ጎደናታት ሓቢረን ተሰቒለን እየን ቀንየን። ፕረዚደንት ሶማል ሓሰን ሼኽ ማሕሙድ ንመወዳእታ ግዜ ዝሓለፈ ወርሒ ሓምለ ናብ ኤርትራ ምብጻሕ ኣካይዱ ዝነበረ ኮይኑ፣ እቲ ፕረዚደንት ከኣ ስልጣን ካብ ዝሓዘሉ ቅንያት ኣትሒዙ እዩ ናብ ኤርትራ ብተደጋጋሚ ክበጽሕ ጸኒሑ። ኤርትራን ሶማልያን ነዊሕ ዝጸንሐ ዝምድና ከም ዘለወን ዝፍለጥ ኮይኑ፣ ኣሽሓት ሓይልታት ምድሪ፣ ባሕርን ኣየርን ናይ ሶማል ድማ፣ ኣብ ኤርትራ ስልጠና ከም ዝወስዱን እቲ ፕሬዝደንት ኣብ ተደጋጋሚ ዑደታቱ ከም ዝበጽሖምን ንገሊኦም ከም ዝመረቖምን ኣብ እዋኑ ተገሊጹ ነይሩ'ዩ። መንግስቲ ሶማልያ ኣብ ጉዳይ እቲ ኣብ ፈለማ ጥሪ ናይዚ ዓመት ኣብ መንጎ ኢትዮጵያን ሶማሊላንድን ዝተበጽሐ ንተጠቃምነት ኣፍደገ ባሕሪ ዝምልከት ኣዘራራቢ መረዳዳኢ ሰነድ ብህጹጽ ተቓውምኡ ድሕሪ ምግላጽ ፕሬዝደንቱ ሓሰን ሼኽ ማሕሙድ ብቐጥታ ናብ ኤርትራን ግብጽን ምብጻሕ ኣካይዱ ምንባሩ ይዝከር። ሕጂ ውን እዚ ኣብ ኤርትራ ዝገብሮ ዘሎ ምብጻሕ ነቲ ምስ ኢትዮጵያ ተፈጢሩ ዘሎ ወጥሪ ክዛተየሉ ምዃኑ እዩ ብናይ ሶማል ማዕከናት ዝግለጽ ዘሎ። ቻይና ኣብ መበል ሓምሳን ሸውዓተን ኣኼባ ባይቶ ሰብኣዊ መሰላት ውድብ ሕቡራት ሃገራት፣ ኤርትራ ኣብ ቆጠባውን ማሕበራውን ልምዓት ዘርኣየቶ ምዕባለ ዝነኣድ እዩ ብምባል ከም ዘድነቐታ ኤምባሲ ሃገረ ቻይና ኣብ ኤርትራ ሓቢሩ። እቲ ኤምባሲ ብመንገዲ ዕላዊ ናይ ማሕበራዊ ገጽ ኢንተርኔት ሕሳቡ ገይሩ ዘርጊሕዎ ኣብ ዘሎ ሓበሬታ፣ ኣብ መበል ሓምሳን ሸውዓተን ኣኼባ ባይቶ ሰብኣዊ መሰላት ውድብ ሕቡራት ሃገራት፣ ቻይና ንኤርትራ ኣብ ምድንፋዕ ቈጠባውን ማሕበራውን ምዕባለ፣ ምቅላል ድኽነት፣ ከምኡ'ውን ምምሕያሽ ብሉጽነት ትምህርትን ክንክን ጥዕናን ዘርኣየቶ ዘደንቕ ምዕባለ ልዑል ናእዳ ኣቕሪባ ኣላ። ኣብቲ ኣኼባ ቻይና፣ ባይቶ ሰብኣዊ መሰላት ውድብ ሕቡራት ሃገራት ንናይ ኤርትራ ዓመታዊ ጸብጻብ ከጽድቕ ደገፋ ገሊጻ ኣላ። ልኡኽ ቻይና፣ ኤርትራ ንሃገራዊ ልምዓት ዘለዋ ተወፋይነት ከስምረሉ እንከሎ፣ መንግስቲ ዜጋታት ካብ ድኽነት ንምውጻእ፣ ዝሓሸ ተበጻሕነት ኣብ ትምህርትን ክንክን ጥዕናን ዝኣመሰሉ ኣገልግሎታት ንምርግጋጽ ዘተግበሮ ኣድማዒ ስጉምታት እውን ሞጒሱ ኣሎ ብምባል፣ ኤምባሲ ቻይና ኣብ ኤርትራ፣ ሃገሩ ቻይና ኣብ ኣኼባ ባይቶ ሰብኣዊ መሰላት ውድብ ሕቡራት ሃገራት ንኤርትራ ከም ዘድነቐት ሓቢሩ ዘሎ። ኣብ ዝሓለፈ ኣስታት ክልተ ዓሰርታት ዓመታት፣ ኤርትራ ብተዛማዲ ምስ ቻይና ዝሓሸ ዝምድና እዩ ጸኒሑዋ። ቻይና ምስ ኣፍሪቃ ዘለዋ ቖጠባውን ጸወታውን ምትእስሳር እናዓበየ ክመጽእ ምጽንሑ ዝፍለጥ ኮይኑ፣ ከም ኣካል ናይዚ ከኣ ቻይና ምስ ኤርትራ ዘለዋ ዝምድና እንዳሓየለ ክመጽእ እዩ ጸኒሑ። ኤርትራ ኣብቲ ንመትረብ ስዌጽን ንህንዳዊ ውቅያኖስን ዘራኽብ እስትራጂካዊ ኣገዳስነት ዘለዎ ቀይሕ ባሕሪ ነዊሕ ገማግም እትውንን ብምዃናን ቻይና ኣብ ዞባ ቀርኒ ኣፍሪቃ ጽልዋ ንምዕዛዝ ኣብ ዘለዋ ድልየትን ጂኦፖለቲካዊ ኣገዳስነትን ኤርትራ ልዑል ኣገዳስነት ከምዘለዋ ይግለጽ። ተደጋጋሚ ከኣ ኤምባሲ ሃገረ ቻይና ኣብ ኤርትራ ንኤርትራ ዘድንቕ መግለጺታት ክዝርግሕ ጸኒሑዮ። ብጀካዚውን ቻይና ኣብ ኤርትራ ብመንገዲ ናይ ዕደና ትካላታ ብኣማኢት ሚልዮናት ዶላራት ዝግመት ሰፊሕ ወፍሪ ከምዘለዋ ይፍለጥ። ኣብ ክልል ዓፋር ወረዳ ዱሌሳ ዘጋጠመ ምንቅጥቃጥ መሬት ዝፈጠሮ ነቓዕ መሬት ውዑይ ማይ ከመንጩ ከምዝጀመረ ነበርትን ምምሕዳርን እቲ ወረዳ ሓቢሮም። ነበርቲ እቲ ከባቢ እቲ ክፍልፍል ዝጀመረ ውዑይ ማይ መጠኑ ይውስኽ ከምዘሎ እዮም ዝገልፁ። ኣብቲ ወረዳ ንዝሓለፉ ክልተ ሰሙናት ተደጋጋሚ ምንቅጥቃጥ ምድሪ ከምዝተኸስተ ዝሓበረ ኣመሓዳሪ እቲ ወረዳ ዓሊ ደስታ ካብ ብቕድሚ ትማሊ ሰኑይ ጀሚሩ ድማ ውዑይ ማይ ክፍልፍል ጀሚሩ ምህላዉ ሓቢሩ። እቲ ብቕድሚ ትማሊ ምሸት ከባቢ ሰዓት ሰለስተ ዝጀመረ ምንቅጥቃጥ ምድሪ ብውሕዱ ሰለስተ ግዜ ከም ዝተደጋገመ ማዕከን ዜና ቢቢሲ ዘዘራረቦም ነበርቲ እቲ ከባቢ ገሊጾም ኣለዉ። ኣመሓዳሪ እቲ ወረዳ ዓሊ ብወገኑ ዓቐን ናይቲ ፍጻመ ብመንጽር እቲ ትማሊ ዘጋጠመ ምንቅጥቃጥ ምድሪ ቁሩብ ዝነከየ እዩ ብምባል ኣረዲኡ። ብሰንበት ኣብቲ ምስ ወረዳ ዶሌሳ ዝዳወብ ዞባ ኣዋሽ ፈንታለ ዘጋጠመ ምንቅጥቃጥ መሬት ብመጠን ሬክተር ኣርባዕተ ነጥቢ ትሽዓተ ክኸውን እንከሎ ክሳብ ከተማ ኣዲስ ኣበባ ተሰሚዑ እዩ። ሓላፊ እቲ ወረዳን ነበርትን ትማሊ ሰኑይ'ውን ምንቅጥቃጥ ምድሪ ከምዘጋጠሞ እኳ እንተገለጹ፣ ብዛዕባ እዚ ግን ኣብ ዝተፈላለየ ተመሳሰልቲ ፍጻመታት ዝከታተሉ መርበባት ሓበሬታ ዝተዘርግሐ ሓድሽ ሓበሬታ የለን። ሓደ ነባሪ ናይዚ ከባቢ ብዛዕባ'ቲ ዝፍልፍል ዘሎ ውዑይ ማይ ኣመልኪቱ ሂብዎ ዘሎ መግለጺ፣ እቲ ውዑይ ማይ ከምቲ ኣብ ሓዊ ዝተሰኽተተ ድስቲ ዝፈልሐ ማይ እዩ ዝወጽእ። ካብ መሬት ጸሊም ጭቃ ይወጽእ። እቲ ውዑይ ማይ ንላዕሊ እናተፍኣ'ዩ ዝወጽእ ዘሎ ክብል ተዛሪቡ። ዋና ኣመሓዳሪ እቲ ወረዳ ድማ ነበርቲ ብሰንኪ እቲ ሓድሽ ክስተት ኣብ ስንባደን ስግኣትን ወዲቖም ምህላዎም ገሊጹ። ንሕጂ ዝተዳለወ ዜናታት እዚ እዩ ነይሩ፣ ብካልእ ክሳብ ንራኸብ ሰላም ንዓኹም።